ናይዚ ምስክርነት ጻድቃን ርእሲ ብርጭቕ ብህይወቱ እንከሎ ካብ ዝመለቖ ሓቂ ሰሚዕና ንመለስ።
ካብ ባህር ዳር ኣብ መንጎ ባህር ዳርን ጎንደርን ኣብ ዘሎ ሜዳ ኣብ ዝተገበረ ናይ ታንክ ብታንክ ውግእ ናይ ህዝባዊ ግንባር ታንከኛታት ሮይተራ ነይሩ ጽቡቅ ጽቡቅ ውግእ ተኻይዱ ያው ደርጊ ስዒርና ሰላም ሰላም ስተዋትን ኩራት ናይ ሰመረ ሸው ተኸታተልትና ከመይ ትጸንሑ ሎሚ ውን ከምዚ ዝተለመደ ብሓደሽቲ ሓደሽቲ ዜናታት ተመሊስናኩም ኢና ነቲ ቻናል ሓደሽቲ ተሙ ኩለኹም ላይክ ሸር ሰብስክራይብ ምጋር ኣይትርስዑ እዚ ቪድዮ ንጠላ ኩልሱ ክበጽሕ ላይክ ምግባር ጀምሩ። ህዝባዊ ግንባር ንኤርትራ ሓራ ካብ ምውፃእ ሓሊፉ ምስ ሓይልታት ኢትዮጵያ ህወሓት ምትሕብባር ክሳብ ኣዲስ ኣበባ ምስጓም ነቲ ናይ ደርግ ስርዓት ከም ዝወድቕ ገይሩ ናይዚ ምስክርነት ጻድቃን ርእሲ ብርጭቕ ብህይወቱ እንከሎ ካብ ዝመለቖ ሓቂ ሰሚዕና ንመለስ
ካብ ባህር ዳር ኣብ መንጎ ባህር ዳርን ጎንደርን ኣብ ዘሎ ሜዳ ኣብ ዝተገበረ ናይ ታንክ ብታንክ ውግእ ናይ ህዝባዊ ግንባር ታንከኛታት ርኡይ ተራ ነይሩ ፅቡቅ ውግእ ተኻይዱ ያው ደርጊ ስዒርና ወዲእና ሒዞም መፂኦም ዝነበሩ ናይ መካናዊት ሓይሊ ኣባላት ክኢላታት እዮም ጀጋኑ እዮም ብፍላይ ድሕሪ ቀዳማይ ጉባኤ ናይ ህወሓት በሽሓት ዝቁፀሩ ተዓለምቲ ናብ ኤርትራ ሰዲድና ክንሕልም ኽኢልና ዓብዪ ዓብዪ እንተኣሽሙ እዩ ነይሩ ዓብዪ ሓገዝ እዩ ነይሩ መናእሰይ ናብ ኤርትራ ከይዶም ተዓሊሞም ኩሎም ዋላ እንተዘይዓጠቑ ገሊኦም ዓጢቖም ናብ ትግራይ መፅኦም እዚ ንገሊ ትግራይ ድልዱል መሰረት ንክህልዋ ምግባር ናይ ህዝቢ ትግራይ ቃልሲ ካብ ትግራይ ዝነበረ ወፅዓ ዝወለዶ ቃልሲ እዩ እዚ መሰረታዊ ምክንያት ኮይኑ ምስኡ ጎኒ ንጎኒ ድማ ኣብ ጎረባብትና ዘሎ ኣሕዋትና ኤርትራውያን ቅድም ኢሎም ቃልሲ ጀሚሮም ነዊሕ መንገዲ ከይዶም ዝብል ወረ ናይ ባዕሉ ጽልዋ ነይርዎ። ስለዚ ኣብ ትግራይ ቃልሲ ክጅመር ኣብ ዝሕሰበሉ እዋን ምስቶም ኣብ ኤርትራ ቃልሲ ጀሚሮም ተመክሮ ረኺቦም ጸላኢ እውን ፈሊጦም ንባዕሎም እውን ወዲቦም ጠጠው ኢሎም ናይ ጸላኢ ጸገም ተጻዊሮም ጠጠው ኢሎም ዝነበሩ ርክብ ምምስራት ባህርያዊ እዩ ነይሩ። ኣብቲ ናይ መጀመርያ ነበረ ርክባት ኣነ ታሕተዋይ ተጋዳላይ ስለ ዝነበርኩ እቲ ቤዚክ ባህሪ ናይቲ ርክብ ካብቲ ውድብ ዝበና ዝነበረ መግለፂ ዝሰምዖ ዝነበርኩ እዩ እቶም ገስጋሳ ኢልና ንሓስቦም ናይ ፀጋም ኣተሓሳስባ ሒዞም እዮም ዝጋደሉ ዘለዉ ኢልና ንሓስቦም ምስ ህዝባዊ ግንባር እዩ እቲ ርክብ ቀልጢፉ ተፈጢሩ እዚ መብዛሕትና ኣብ ገድሊ ትግራይ ዝኣተና ሰባት ኣዲስ ኣበባ ዩኒቨርሲቲ እውን ስለ ዝነበርኖ እቲ ኣዲስ ኣበባ ዩኒቨርሲቲ ወረኦም ንሰምዕ ስለ ዝነበርና፣ ብኣባላቶም ብገለመለ ቢሉ ጽሑፋቶም ገለ ንርኢ ስለ ዝነበርና፣ ምስ ህዝባዊ ግንባር ርክብ ናይ ምግባር እዩ ነይሩ። እዚ ዝተገብረሉ ቀንዲ ምኽንያት ድማ፣ ኣብ ኣዲስ ኣበባ ሰለማዊ ስርዓት እንተዘይሃልዩ፣ ናይ ኤርትራ ሰላምን ሉኣላውነትን ሰላም ኣይረክብን እዩ ካብ ዝብል መረዳእታ እዩ። መጻኢ ዝምድናታት ናይ ህዝቢ ኤርትራን ህዝቢ ኢትዮጵያን ከምቲ ክሳብ ተስዓን ሓደን ንመጽእ ብሓባር ተቓለስናሉ ሓድሽ ምህዞ ወይ ሓድሽ ፍልስፍና ይብልናን ካብዚ ናይ ዕስራን ሓሙሽተን ዓመታት ዕንወት ንሕና ተማሂርና ኣለና ህዝቢ ኤርትራ ተማሂሩ ኣሎ ህዝቢ ኢትዮጵያ እውን ተማሂሩ ኣሎ ብኮንቶ ህዝቢ ትግራይ ተማሂሩ ኣሎ ናበይ ንኸይድ ካብዚ ህዝቢ ኢትዮጵያ ብዙሕ ተማሂሩ ኣሎ መገዱ ክፈልጥ ክኽእል ኣለዎ እዚ ሕጂ ኣብ መንጎ ኤርትራን ኣብ መንጎ ህዝቢ ኢትዮጵያን ዘሎ ዝምድናታት ከተረሓቕ ህዝቢ ኤርትራ ከምዚ ትገብር ኣላ ሻዕብያ ከምዚ ገራ ሻዕብያ ከምዚ ፈጠረት ኣብ ኢትዮጵያ ከምዚ ገበረት ኣብ ዞባዚ ከምዚ ገበረት ቀደም ክሳብ ኣዲስ ኣበባ ታንክታትና መዳፍዕናን ሒዝና ክንኣቱ ከለና እኮ ንጃህራ ኮና ንኣቲናዮ ንዝና ኮና ንኣቲናዮ ንመጻኢ ዕድል ናይ ህዝብታት ኢትዮጵያን ኤርትራን ኢልና ኢና ሰሪሕናሉ ሕጂ እውን እቲ ታሪኽ ይድገም እዩ ዘሎ ስርዓት ኣብዪ ኣሕመድ ልክዕ ከም ናይ ደርግ ኣብ ውሽጢ ኢትዮጵያ ምስ ህዝቡ ጥራይ ዘይኮነ ምስ ጎረባብቲ ሃገራት ኣብ ምድፋር ሉዓላውነት ተጸሚዱ ይርከብ ኣብ ትሕቲ ከም ዝኣመሰለ ኩነታት ኤርትራ ኣብ ጎንቶም ንፍትሕን ህልውናን ዝቃለሱ ኢትዮጵያውያን ኮይና ነቲ ናይ ሓባር ጸላእ ምእላይ እቲ ቀደም ዝተጻወተቶ ተራ ክትደግሞ ድልውቲ እያ ኣብይ ኣሕመድ ብናይ ነዊሕ ራእይን ሰላምን ሓበራዊ ረብሓን ዘይኮነ ብምፍጣር ግጭታት ምውጓድ ሓውን ህዝብታት ምክፋልን እዩ ኣብ ስልጣን ክቐኒ ዝደሊ ዘሎ ኣብይ ኣብ ምስዋር ሓዊ ዋሕለይ ኣብ ምጥፋእ ሓዊ ግን ክእለት ዘይኮነ ድሌት ከም ዘይብሉ ዝተፈልጠ እዩ ፈረንጂ ሎ ኦፍ ኣን ኢንተንድድ ኮንሲኮንስስ ማለት ዘይተገመተ ሳዕቤን ዝብልዎ ሕጊ ኣሎ ሓደ መራሒ ሓዊ ከኣጉድ እንከሎ እቲ ሓዊ ካብ ቁፅፅሩ ወፃእ ብምዃን ንባዕሉ ክበልዖ ከም ዝኽእል ዝገልፅ ዝገልጽ እቲ ብዝተፈላለየ ሸነኻት ኢትዮጵያ ዝኣጎደ ሓዊ ንቁጠባ ኢትዮጵያ ንስም ናይቲ ሃገር ንዓቕሚ ሰራዊት ናይቲ ሃገርን ሰላማዊ ህዝብን እናበልዐ ይቕጽል ኣሎ። እቲ ስርዓት ክሳብ ሕጂ በቲ ሓዊ ክስሕን ጸኒሑ ሕጂ ግን ክነድድ ጀሚሩ ኣሎ። ከምቲ ክኢላ ሳዋሪ ሓዊ ቆራይ ዝበሃል ኣብ መወዳእታ እቲ ስርዓት ነቲ ሓዊ ዘጥፍኣሉ ወተሃደራዊ ኮነ ፖለቲካዊ ዓቕሚ ስለ ዘይብሉ በቲ ዝኣጎደ ሓዊ ክቆሪ ልክዕ ከምቲ ናይ ትግርኛ ምስላ በምሓርኛውን እሳት ኣጫሪ እሳት ይበላዋል ዝብል ምስል ኣሎ እዩ እቲ ብኢትዮጵያ ዘሎ ህልው ኩነታት ኣብ መንጎ ክልተ ብመሰረቱ ተጻረርትን ክዕረቑ ዘይክእሉን ሓይልታት ዝግበር ዘሎ ናይ ምህላውን ዘይምህላውን ቃልሲ እዩ እዚ ቃልሲ እዚ ኣብ መንጎ ናይ ውልቀ ስልጣን ንምዕቃብ ናይ ህዝብታት ህላወን ውሕስነትን ክሕምሽሽ ዝደልን ንህላዊኡን ውሕስነቱን ዝኾነ ዋጋ ክኸፍል ተቐረበን እዞም ክልተ ሓይልታት እዚኦም ኣብ ሓደ መስመር ክራኸቡ ይክእሉን እዮም እቲ ስርዓት ስርዓት ንስልጣኑ ክዕቅብ እንተ ደኣ ኮይኑ ህዝቢ ዝተበታተነን ንሓድሕዱ ዝናቑትን ክኸውን ኣለዎ ህዝቢ ህላዊኡን ውሕስነቱን ከረጋግጽ እንተ ደኣ ኮይኑ ድማ ነቲ ዝበታትኖን ዘናቑቶን ዘሎ ስርዓት ከውድቖ ኣለዎ ከምኡ ስለ ዝኾነ እዩ ህላወና ኣብ መቓብር ስርዓት ብልጽግና እዩ ዝረጋገጽ ዝበሃል ዘሎ ስለዚ እቲ ብኢትዮጵያ ዘሎ ቃልሲ ኣብ መንጎ ስልጣን ንምዕቃብ ሃገርን ህዝብን ናይ ምብታን መገዲ ዝመረጸ ስርዓትን ንባዕሉ ንመሬቱ ንኽብረቱን ንህላዊእን ክብል ናይ መኸተ መገዲ ዝመረጸ ህዝብን ዝግበር ዘሎ ቃልሲ ፖለቲካን ውትህድርናን ብማዕረ እዮም ዝስጉሙ ካርል ቮን ክላውስ ዊትስ ኣብታ ህብብቲ ኦንዎር ትብል መጽሓፉ ኩናት መቐጸልታ ፖለቲካ ብኻልእ መገዲ እዩ ብምባል ይገልጾ ወተሃደራዊ ሓይል ናይ ፖለቲካዊ ዕላማ መሳርሒ እዩ ሓደ ስርዓት ፖለቲካዊ ትርጉም ህዝባዊ ተቐባልነትን ሃገራዊ ስምምዕን ናሽናል ኮንሰንሰስ እንተ ደኣ ስኢኑ እቲ ዘለዎ ናይ ጸጥታን ውትድርናን ትካል ናይ እምነት ናይ ሞራልን ናይ ዕላማን ቅልውላው ስለ ዘጋጥሞ ኣድማዕነት የብሉን ስርዓት ኣብዪ ኣሕመድ ነዚ ዘጋጠሞ ፖለቲካዊ ውድቀት ብወተሃደራዊ ሓይሊ ክሽፍኖ ኣይክእልን እዩ። ኣብይ ኣሕመድ መንግስታዊ መዋቕር ኢትዮጵያ ንውልቃዊ ጉጅለኣውን ናይ ደገን ረብሓታት መፈጸሚ ይጥቀመሉ ስለ ዘሎ ብብዝሒ ሰራዊትን ዕጥቂ ኣጽዋርን ክስዕሮ ዝኽእል ሓይሊ የለን። ሓደ ነባሪ ሓቂ ክንጠቅስ ኣንጻር ሓድነት ናይ ህዝቢ ኣንጻር ሰላምን ምርግጋእን ንህዝብታት ብጽልእን እናጋጨወ ስልጣኑ ክቅጽል ዝደሊ ሓይሊ ተሰዓሪ እዩ። ቀቅድሚ ውግእ ሸረሪና ኣብይ ኣሕመድ ከም ተራ ናይ ማሕበራዊ ሚድያ ኣክቲቪስት ብጽልኢ ብምፍላይን ብምጉሃር ንህዝቢ ኣምሓራ ኣብ ጎኒ ከሰልፍ ዝገበሮ ፈተነ ንብዙሓት ኣስደሚሙ ነይሩ እዩ ህዝቢ ኣምሓራ ኣይሰማም ካብ ምባል ሓሊፉ ኣንጭዋ ክልተ ዓንዴል ኢሉ ገሊጽዎ እቲ ክኢላ መጣቆሲ ንሃፀይ ዮውሃንስ እናጠቐሰ ተጋሩ ጸላእትኹም እዮም ክብል ከይሓፈረ ንኣምሓሩ ከስተምህር ፈቲኑ ሓደ ሃገራዊ መራሒ ንውሽጣዊ ግጭታት ብስምምዕ ዝፈትሕ ክኸውን እምበር ኣብ ቴሌቪዥን ወፂኡ ናይ ፅልኢ ትረኻ ዝዘርእ ካብ ኣብ ዓለም ዘለዎ መራሕቲ ዕሸል በሻሻ ብሕታዊ መራሒ ኮይኑ ኣሎ እዚ ድማ እዚ ዕሸል ነውሪ ዘይፈልጥ መራሒ እዩ ኢልካ ክትገልፆ ዝገብር እዩ ሓመድ ድበ ናይቲ ነውራም መራሒ ብሓድነት ናይቶም ሰላማዊ ሕስነት ዝምድና ዝፈጥሩ ዘለዉ ክቀላጠፍ ቃና ናይቲ ለንቅነት ተሳለጠ ጽምዶ ባዕልኹም ስምዕዎ ክልቲ ህዝብታት ፍቕሪ ሰነያ ምሕዝነት ዝፈስስ ልምዓትን ንግድን ዝፈስስ ኢንቨስትመንትን ናይ ክልቲኡ ሕውነት ርክብን እንተዘይኮይኑ፣ ዝፈስስ ደም፣ ዝትኮስ ጥይት፣ ዝንቀሳቐስ ዘስግእን ወታደራዊ ምንቅስቓሳት ንናይ ሓባር ድሕንነት እንተዘይኮይኑ ኣንጻሩ ዘቕንዕ ከይኸውን፣ ክልቲኡ ህዝብታት ብዝገበርኩሞ ታሪኻዊ ርክብን ውሳነን፣ ኣንጻር ናይ ሓባር ህልውናን ወረርትን እንገብሮ ወታደራዊ ምድላው እምበር፣ ድሕሪ ሀዚ ኣንጻር ነንሕድሕድና እንገብሮ ምትኹታኹን ምትፍናንን፣ ኣይህሉን። ታሪኽና ናይ ሓባር እዩ፣ መጻኢና ድማ ናይ ሓባር ስለ ዝኾነ፣ ጽምዶ ድማ ብንእሽቶ ጀሚሩ በብእዋኑ ከመይ ይሕምበብን ይውንጨፍን ክም ዘሎ ንርእዮ ስለ ዘለና፣ ንሕና ሎሚ እውን ክም ቀደምና ካብ መትከልና ነቕ ከይበልና ምእንቲ ሰላምን፣ ምእንቲ መትከልን ዝውፈን ህዝብን መንግስትን ክም ዘለናን ኣብ ጎንኹም ክም ዘለናን ደጋጊመ ከረጋግጸልኩም ይደሊ። ኣብዚ ድማ እዚ ኣባል ጽምዶ ዝኾነን ፍትሓዊ ኣንደበቱን ቅዱስ ኣተሓሳስቡን ኣብ ልቢ ኤርትራውያን ጥጡሕ ቦታ ክረክብ ዝኸኣለ ትግራዋይ ተጋዳላይ ኣክቲቪስት ኣረጋይ ወዲ ቢተው ዝበሎ ድማ ንስማዕ። እዚ እዩ ቋንቋ ሕውነት፣ እዚ እዩ ቋንቋ ደላይ ሰላም፣ እዚ እዩ ምስ ህዝቢ ትግራይ ኣብ ጎኖም ደው ክትብል ዝገብር ለባም ቋንቋ ተጋሩ ወዲ ቢተው። ብወገን ኤርትራ እኮ ኣይተክሓደን ትጥፋት እንዲያም ብወገን ትግራይ እዩ ዝካሓድ ኣብ ልዕሊ ኤርትራ ዘውፃሕናዮ በደል ብወገን ትግራይ እዩ ዝከሓድ። ስማዕ ነገረካ ኹናት ተኻይዱ ብኦም ዓሰርተ ትሽዓተ ተስዓን ሸሞንተን ዝልዎ ኹናት እቲ ኹናት ንሱ ጥራሕ ኣይኮነን እቲ ኹናት ተገዛ ዓርሱ ዕንወት ንጀምፂ እዩ መዓት መንእሰይ ረጊፍሉ እዩ ብወገን ኤርትራ መዓት ክሳራ እዩ ብወገን ናቦ መዓት ክሳራ እዩ ካብ ኩሉ ንላዕሊ ህይወት ሰብ እዩ ወሊዑ ሕዚ ነዙይ ሸፊንካ ደፊንካ ንሕና ኢና ተበዲልና ናበልካ እናእወኻ ኣይኮንካን ትኸድ እቲ ናሻው ጥቕዓት ንሱ እውን ነጥቅዕ እዩ ንሕና እውን ነጥቅዕ ኢና ኢና ኣብ ኩናት ስለ ዝኾነ እቲ ኣነ ሓንቲ ዘይቅበላ ግን ድሕሪ እቲ ኩናት ዝነበረ ዒስራ ዓመት ኤርትራውያን የሕዋተ እዮም ድሕትሎም ኮንካ ገራውተ እዮም ድሕትል ኮንካ ካብ ዓለም ገሊልካ ተፈጥራዊ ሃፍቶም ወደባቶም ከይጥቀሙ ገይርካ፣ ኤኮኖሚ ናይ ኤርትራ የዕኒኻ፣ ዜጋታት ኤርትራ ተስፋ ክቆርጹ ገይርካ፣ ኤርትራ ኣብ ሓንቲ ኾርሚኻ ከፍ ኣቢልካ፣ ህዝቢ ኤርትራ ናብ ድኽነት ናብ ድሕረት ክወድቕ ገይርካ፣ ንሱዩ ብእስካ ትኾይኑ። ስለዚ ኣነ ኣብዚ እዋን እዚ ነዞም ንፍትሕን መሰልን ዝቃለሱ ዘለዉ ተጋሩ እንተላይ ናቶም ኣክቲቪስት ኮይነ ኣብ ጎኒ ውፁዕ ህዝቢ ትግራይ ደው እንተበልኩ መን ተጋጊኻ ይብለኒ እዚ ማሕበራውን ባህላውን ውልቃውን መሰረቱ እዩ ታሪካዊ መሰረት ምሕዝነት ናይዚ ክልተ ህዝቢ ንምርዳእካ ሰነዳት ክንውከስ ኢና ዋና ጸሓፊ ህዝባዊ ግንባር ተጋዳላይ ኢሳያስ ኣፈወርቂ ብምኽንያት ምጅማር ብረታዊ ቃልሲ መስከረም 1988 ምስ መጽሔት ናይቲ ውድብ ዝነበረት ሳግም ኣብ ዝገበሮ ቃለ መጠይቕ ብዛዕባ ዝምድና ህዝባዊ ግንባር ምስ ውድባት ኢትዮጵያ ተሓቲቱ ክምልስ እንከሎ ኣብ ኢትዮጵያ ካብ ዘለዉ ኣድማዕቲ ሓይልታት ሓደ ህወሓት እዚ ድማዕነት እዚ ኣብዚ ዝሓለፈ ሽዱሽተ ኣዋርሕ ብግብሪ ተረጋጊጹ እዩ ኣብዚ መስርሕ እዚ ኣብ መንጎ ህዝባዊ ግንባርን ህወሓትን ሃዋዊ ምትሕግጋዝ ክፍጠር ምኽኣሉ እዚ ምትሕብባር እዚ ንመኸተ ክልቲኡ ህዝብታት ምሕያሉን ቃልስታት ኤርትራን ኢትዮጵያን ክሳብ ክንደይ ከም ዝጸላለዉ እዩ ዘርኢ ሽምባር ቀስ ፍትዋት ንኩራት ንተኸታተልትና ሎም ዕለት ልሓርና እዮም ዚኣቶም ምስ ነይሮም ተመችኩምና ተስፋ ንገብር እስከ ዕጣን ጋርን ብለለኹም ሰናይ ጻንሒት ይኹነልኩም